ሼር ላይክ ሳብስክራይብ እናገበርና ድማ ነዚ ዩቱብ ቻነል ኣብ ኩሉ ንኽባፃሕ እቲ ክንገብሮ ዝግበኣና ክንገብር በዚ ኣጋጣሚ እዚ ክንላበወኩም ንፈቱ። ብቐጥታ እምበኣር ናብቲ ሎሚ ኣዳሊናዮ ዘለና መደብ ክነብል ኢና። ዜና መስዋእቲ እዩ ዘሎ መጀመርያ። ከምዚ ንርእዮ ዘለና በሃር ስነ ጥበባዊ ሓርበኛ ዶክተር በረኸት መንግስተኣብ ተሰዊኡ ኣሎ። ድምጻዊ ሓርበኛ ዶክተር በረኸት መንግስተኣብ ኣብ መንበል ሰማንያን ትሽዓተን ዓመቱ ሎሚ ንግሆ ኣብ ኣስመራ ተሰዊኡ። ሓርበኛ ሃገራዊ በሃር ድምጻዊ ዶክተር በረኸት መንግስተኣብ፣ በሃር በረኸት ድምጻዊ ጥራይ ኣይኮነን። በሃር በረኸት ገጣሚ፣ ከራሪ፣ ፖለቲከኛ፣ ካድር፣ ፈላጥ ናይ ቅኔ፣ ሲሲዮሎጂስት፣ ተጋዳላይን ሓርበኛን ሃገራውን እዩ። ልዕሊ ኩሉ ድማ ንግዜን መድረኽን ብዝግባእ ኣንቢቡ ዝገጥም፣ ገጢሙ ዝዝይም መስተውዓሊ ስነ ጥበባዊ'ዩ። በሃር በረኸት ምልክት ወይ ድማ ትእምርቲ ስነ ጥበብ ኤርትራ'ዩ እንተበልኩ ኣየጋነንኩን። ድምጺ ሓፋሽ ከይጀመረት ከላ ደርፊ ናይ በዓል በረኸት ሰሚዑ'ዩ እልቢ ዘይብሉ መንእሰይ ኤርትራ ናብ ሜዳ ኤርትራ ውሒዙ ተጋዲሉ። ተጋዲሉ'ውን ሃገር ኣምጺኡ። ሃገር ኣውሒሱ። ደርፊ ናይ በዓል ድምጻዊ በረኸት ማዕረ ታንክን መድፍዕን ማዕረ ከላሽንን ብሬንን'ዩ ተዋጊኡን ኣዋጊኡን። ስለ ዝኾነ ድማ'ዩ ስነ-ጥበባዊ ስርሓት በዓል በሃር በረኸት ብዓይኒ ጸላእቲ ማዕረ ጥይትን ቁምብላን ከፍራሕ ዝነብር። ጅግና በሃር ሃገር የቐንየልና ስለቲ ኩሉ ኣበርኩቶኻ ንክቡር ራሃባ ዶክተር በረኸት መንግስትኣብ ልዑል እግዚኣብሄር ኣብ ዝፋን ገነቱ ይቀበሎ ድማ ጽንዓትን ብርትዐን ይሃብ። ናብ ካልእ ምስ እነብል ኣብዚ እዋን እዚ እዞም ዕሱባት ጀነራላት ኢና በሃልቲ ተጋሩ ኣብ ትሕቲ ብልጽግና ተዓሲቦም ዝነብሩ ዘለዉ ነዛ ንኸብዶም ክብሉ ዘድልዮምን ዘየድልዮምን ዝዛረቡ ደለዉ ናብኦም ክነብለኩም ሕጂኸ እንታይ እዩ ዝብለና ደሎ ሓቢርና ንስምዓዮ። ኤርትራ ኣነ ውን ዓው ኢለ ተዛሪበ ኢየ ጋዛ ክትኮን ኢኩም ኣስመራ ኢሰያስ ጋዛ ዝገበራ ናቅፋ ገርዋ ኢዩ ናቅፋ ማለት ተመድሚዳ ኢያ ከይደ ርእየ። ነስመራ መጺኦም መድሚዶማ ሐዚ ካብ ጋዛ ዝኸፍእት እውን ክትኮን ትኽእል እያ ምክንያቱ ናይቶም ህዝብታት ጠለበ ኣይኮነ ናይ ሰላም ጠለበ ኣይኮነ በዓል እዚ ንሪኦም ዘለና ሙሽሙሻት ጀነራላት ኢልካ እውን ክትጠቕሶም ዘይግባእ ምኽንያቱ እቲ ዘምጽዎ ማዕርግ ብኸምዚ ንርእዮ ደለና ብጸርፍን ብውርደትን ብሕስድናን ሓሲኻን እንተዘይኮይኑ እዚኦም ተቓሊሶም ጀነራላት ማዕርግ እዮም ዝተዋህቦ የብሎምን ብስርቅን ምጥፍፋእን ዝተዋህብዎ ማዕርግ ስለዝኾነ ብማዕርጎም ክትጽውዖ ከማን ቁሩብ የሕፍር እዩ ከምዚ ንሰምዖ ደለና ሕጂ ድማ ሕጂ ውን ንኤርትራ ደጋጊሙ ቃዛ ክንገብራ ኢና ኤርትራ ኤርትራውያን ብሓቂ ዕድለኛታት እዮም እሞ ድማ ከም በዓል ንስኻ ህዝቢ ኤርትራ ሕነ እንተ ዝፈዲ ኔሩ እዚ ትብሎ ዘለኻ ቃላት እዚ ትዛረቦ ዘለኻ ኣብ ልዕሊ ህዝቢ ኤርትራ ኣባኹም እዩ ክፍጸም ዝግባእ ኔሩ ግን ህዝቢ ኤርትራ ሰላም ስለ ዝደሊ ንዝሓለፈ ይቕረ ኢሉልኩም ክሳብ ሕጂ ትነብሩ ኣለኹም ሕጂ ግን ሓንቲ መዓልቲ ጥራይ ዝኾነ ነገር ኣብ ልዕሊ ህዝቢ ኤርትራ ሓንቲ ጥይት ተጉምስ ተብሉ ግን እቲ እስኹም ትዛረብዎ ዘለኹም ኣባኹም ክወርድ ምዃኑ ክትዝንግዑ የብልኩምን። እዚኦም ከብዶም ሓቒፎም ዝነብሩ እዮም። ኣብ ኣዲስ ኣበባ ተዓሲቡ ኮፍ ኢሉ ዘሎ ከብዱ ሓቒፉ እዩ ዝነብር ዘሎ። መልሓሱ ብልሳኑ ግን ክፍክር ኣብዚ ማሕበራዊ ሚድያ ንሪኦ ኣለና። ምኽንያቱ እቲ ኲናት ከይክፈት እውን ዕስራን ኣርባዕተን ሰዓት ጸሎት ክገብር እዩ ዝውዕልን ዝሓድር። ከማኻ ዓይነት ሙሽሙሻት ሓንቲ ክገብሩ ከምዘይክእሉ ክልተ ዓመት ሙሉእ ፈኪርኩም ርኢናኩም ትገብርዎ ነገር ክኣ የለን እዚ ትብልዎ ዘለኹም ግን ሓንቲ ምዓልቲ ጥራይ ኣብ ልዕሊ ህዝብን መንግስትን ኤርትራ ቶግ ጥራይ ኣብሉ እቲ ኤርትራ ድያ ቃዛ ክትከውን ንስኹም ኢኹም ቃዛ ክትኮኑ ግዜ ዝምልሶ ሕቶ ክኸውን እዩ። ኣብዚ እዋን እዚ ድማ ኣብ ማሕበራዊ ሚድያ ሓንቲ ዩቱበር ንሓንቲ ንሻዕብያ ንኸተፀልም ዝመፀት ንሻዕብያ ከተካፍእ ዝመፀት ኣብዚ ማሕበራዊ ሚድያ ዓዲማታ ኣላ። ንባዕላ እውን ኣብ ልዕሊ ሰራዊት ኤርትራ ዘለዋ ፅልኢ ብጋህዲ ትዛረብ እያ። እንታይ እያ ትብል ዘላ መጀመርያ ንስምዓያ።
ስነ ምግባሩ ታይ ይመስል ነይሩ ማተይ ኣነ ከም ሓንቲ ትግራወይቲ ሰራዊት ሻዕብያ ህዝቢ ኮንኩይ ዝብል ዘለኩ ሰራዊት ሻዕብያ ንዓየ ኣራዊት ሰራዊት እዩ ታይ ይመስል ነይሩ ስነ ምግባሮም ሽዑኡ።
ሰራዊት ሻዕብያ ኣራዊት ሻዕብያ እዩ ትብል ኣለኻ ሰራዊት ኢትዮጵያ ሰራዊት ኢትዮጵያ ግን እዚ ኩሉ ጨፍጭፍኪ ግን ሰራዊት ኢትዮጵያ ኣራዊት ኢልኪ ትፈልጥን ኢኺ እንታይ ኢኹም ናብቲ ስቕ ዝበል ጥራይ ትጎዩ ሕጂ ከ እንታይ ኢኹም ትደልዩ ዘለኹም ጽልኢ ክትፈጥሩ ነዛ ተጀሚራ ደላ ሰላም ክትዘርጉ ንህዝቢ ትግራይ ቅሳነት ክትከሉ እዚኣ እያ እታ ዕላማኹም ከም በዓል እዚኣ ደኣ መሰላ ዩቲበር ኣብዚ ማሕበራዊ ሚድያ ከምዚ እናበላ ጽልኢ ክጉስጉሳ ክትርእየን ከለኻ ብጣዕሚ መሕፈራት ጥራይ ኢኻ ትብለን
እንታይ ይመስል ነይሩ ስነ ምግባሮም ሽዑ? ሽዑ ካብ ሕማቕ ነገር ዝተዓዘብኩም ታዕሊም ኮይነ ገባር ኮይነ ኣነ ደቂ ተባዕትዮ ስነ ደቂ ኣንስትዮ የኸብሩን ይግስምዎን ይውዕዎን ንናይ ባዕሎም በቃ ንናይ ባዕሎም ተቓለስቲ ክቡራት ተቓለስቲ ጎኖም ዘለዋ ጉንዲ እዝነን ማሕ የብልዎን
ኣታ እንታይ ዓይነት እቲ ሓሶት ከም ባህሊ ድዩ ተኣታትዩ ዋላ ተፈጥሮ ድዩ ኮይኑኩም እንታይ ኢና ክንብል እንድዒ ሓቂ እንተተዛረብኪ ሓቂ ተዛሪብኪ ኣብ መገዲ ባቡር ተደቀስኪ ሲ እታ ባቡር እኮ ኣይትጸቕጠክን እያ እንታይ ክትረኽቢ ኢኺ ዶስ እዛ ዩቲበር ኣብኡ ምጽያትኪ ዘላ ገንዘብ ኣኽፊላ ከምዚ ኢልኪ ተዛረቢ ትብለኪ ዘላ ንምንታይ ኢኹም ትሕስዉ

ሰራዊት ሻዕቢያ ይትረፍ ነሕዋቱ ይትረፍ ነሕዋቱ ደቂ ኣንስትዮ ነቶም ክቐትልዎን ክጭፍጭፍዎን ተሃንዲዶም ካብ ኢትዮጵያ ናብ ኤርትራ ዝውሕዱ ዝነበሩ ምሩኻት እውን ሓብሒቡ ምሂሩ ፍቕሪ ኣስኒቑ ዝሰድድ ውድብ ወይ ድማ ኣካል ህዝቢ ኤርትራ እዩ። ሻዕቢያ ማለት ህዝቢ ኤርትራ እዩ። ርድኣኪ እንድሕር ኣሎ ንህዝቢ ኤርትራ ኢኺ ትላኸፊ ዘለኺ። ይኣኽለና ልዕሊ እዚ ምስማዕ ውን ትርጉም ዘለዎ ኣይኮነን ግን ከምዚኣ ድኣ መሰላ ሕሱራት ኣብዚ ዕድመ እዚ ንሓቂ ሸፊነን ሓሶት ክዛረባ ክትሰምዐን ከለኻ ኣብዚ ማሕበራዊ ሚድያ ክንዲ ዝኸብራ ውርደተን ክቕበላ ጥራይ ኢኻ ጥራይ እየን ዝኽእላ ክዋረዳ እንተዘይኮይኑ ክኸብራ ኣይክእላን እየን ምስ ህዝቢ ኤርትራ ተላኺፍኪ ትወፅዮ መንገዲ ወይ ድማ ትድይብዮ ዓቕብ የብልክን እዚኣ ፈቲኺ ፀሊእኪ ቋሓምያ እንተቲ ብዛዕባ ናይ ሰራዊት ሻዕብያ ትብልዮ ዘለኺ ኣይዓሎምናን ንህና ታዕሊም ነይርና ትብልዮ ዘለኺ እውን ክነምፅኣልኪ ኢና እዞም ሎሚ ከዲዖም ኣብ ኣዲስ ኣበባ ዘለው ጀነራላት ዝተጠመቑ ዕሱባት ናይ ወዲ በሻሻ መልሲ ክህቡኺ እዮም ነዚ ጽቡቕ ጌርኪ እዝንኺ ጸሊኺ ስምዕዮ። ኣሕዋትና ኤርትራውያን ቅድም ኢሎም ቃልሲ ጀሚሮም ነዊሕ መንገዲ ከይዶም ዝብል ወረ ናይ ባዕሉ ጽልዋ ነይርዎ። ስለዚ ኣብቲራ ቃልሲ ክጅመር ኣብ ዝሕሰበሉ እዋን ምስቶም ኤርትራ ቃልሲ ጀሚሮም ተመክሮ ረኺቦም ጸላእ እውን ፈሊጦም ንባዕሎም እውን ወዲቦም ጠጠው ኢሎም ናይ ጸላኢ ጸገም ተጻዊሮም ጠጠው ኢሎም ዝነበሩ ርክብ ምምስራት ባህርያዊ እዩ ነይሩ ምስ ህዝባዊ ግንባር እዩ ርክብ ቀልጢፉ ተፈጢሩ ኣብዚ መብዛሕትና ኣብ ገድሊ ትግራይ ዝኣተና ሰባት ኣዲስ ኣበባ ዩኒቨርሲቲ እውን ስለ ዝነበርና ኣዲስ ኣበባ ዩኒቨርሲቲ ወረኦም ንሰምዕ ስለ ዝነበርና፣ ብኣባላቶም ብገለ መለብቢ፣ ብጽሑፋቶም ገለ ንርኢ ስለ ዝነበርና፣ ምስ ህዝባዊ ግንባር ርክብ ናይ ምግባር እዩ ነይሩ እቲ ናይ መጀመርያ ድሌት። ብፍላይ ድሕሪ ቀዳማይ ጉባኤ ናይ ህወሓት በሽሓት ዝቑጸሩ ተዓለምቲ ናብ ኤርትራ ሰዲድና ክነዕልም ክኢልና። ዓብዪ ዓብዪ እንታኣሽሙ እዩ ነይሩ ዓብዪ ሓገዝ እዩ ነይሩ። መናእሰይ ናብ ኤርትራ ከይዶም ተዓሊሞም ኩሎም ዋላ እንተዘይዓጠቑ ገሊኦም ዓጢቖም ናብ ትግራይ መፅኦም እዚ ንገሊ ትግራይ ድልዱል መሰረት ንክህልዋ ምግባር ዓብዪ ኣስተዋፅኦ ነይርዎ። ናብቲ ሜዳ ኣብ ዝተገበረ ናይ ታንክ ብታንክ ውግእ ናይ ህዝባዊ ግንባር ታንከኛታት ርኡይ ተራ ነይሩ። ፅቡቕ ውግእ ተኻይዱ ያው ደርጊ ስዒርና ወዲእና ሒዞሞ መፂኦም ዝነበሩ ናይ መካናዊት ሓይሊ ኣባላት ክኢላታት እዮም፣ ጀጋኑ እዮም። ኣብቲ ሓደሓደ ናቶም ኮንትሪቢሽን ኣብ ዘድልየሉ እዋን ፅቡቅ ሓገዝ ገይሮምልና እዮም። ፅቡቅ ሓገዝ ገይሮምልና ያው ብሓደ ኣዲስ ኣበባ ኣቲና ኢና። ቀደም ክሳብ ኣዲስ ኣበባ ታንክታትናን መዳፍዕናን ሒዝና ክንኣቱ ከለና እኮ ንጃህራ ኮናን ኣቲናያ ንዝና ኮናን ኣቲናያ ንመጻኢ ዕድል ናይ ህዝብታት ኢትዮጵያን ኤርትራን ኢልና ኢና ሰሪሕናሉ። ከምዚ ክንሰምዖን ክንከታተሎን ዝጸናሕና ነዚ እዝንኺ ጸሊኺ ስምዕዮ ካልኦት ውን ኣለዉ ኣብ ጽቡቕ እዋን ኣብ ጥዑም እዋን ዝተዛረብዎ እቲ ሓቂ ዘምለቕዎ ማለት እዩ። ህዝባዊ ግንባር መን እዩ ሻዕብያ ንምንታይ ኢኹም ነዚ ታሪኽ እዚ ክንዲ ሓቂ ተዛሪብኩም እት ነቲ ህዝብኹም ትነግሩ ወይ ድማ ነቲ ንኡስ ወለዶ ትነግሩ ኣብ ህዝባዊ ግንባር ምስ ህዝባዊ ግንባር ዓለምቲ ነይሮምና ምስ ህዝባዊ ግንባር ድሒሮም ዓለምቲ ክህልዉ ክይኽእሉ እዮም ግን እቲ ሰራዊት ህወሓት ዝፈጠረ ንሰራዊት ህወሓት ድማ ከም ሰራዊት ክሳብ ኣዲስ ኣበባ ክገብር ዝገበረ ካብ መጀመርያ ካብ ሱር መሰረቱ ኩሉ ዝከኣሎ ዝገበረ ድማ ምእንቲ ሰላምን ራህዋን ህዝቢ ትግራይ ህዝባዊ ግንባር ወይ ድማ ሻዕብያ እዩ። ስለዚ ሻዕብያ ከምዚ ደቂ ኣንስትዮ ይሃርም እዩ፣ ደቂ ኣንስትዮ ይዕምፅ እዩ እናበልኪ ኣብዚ እዋን እዚ ከምዚ ኢልኪ ክትዛረቢ ከለኺ ከሕፍረኪ ጥራይ እዩ ዝኽእል። ልዕሊ ውርደተኛ ምባል እውን ካልእ ቃል እንተዝህሉ ነይሩ ምሃብናኪ ነይርና። ግን ክብሪ ሂብካ ንዓኺ ምምላስ ውን ኣይግባእን እዩ ኔሩ ሰብ ሓቂ ክፈልጦ ስለ ዘለዎ ግን ነቲ ሓቂ ናብ ህዝቢ ኣቕሪብናዮ ኣለና። ንሎሚ ኣዳሊናዮ ዝነበርና ሕጽር ዝበለ መደባት ነዚ ዝተኻታተልኩሞ ይመስል ኔሩ። ኣብ ቀጻሊ ብኻልእ ፍልይ ዝበለ መደባት ክሳብ ንራኸብ ድማ ኣብ ዘዘለኹሞ ሰላምን ጥዕናን ንዓኹም ይኹን። ብሩኽ መዓልቲ።